ማሂ ሰዓል ዘይብሉ እንዴ ሸሕ ዶ ዝከውን ሰብስክራይበርስ ኣለዋ ሳምቲንግ ላይክ ዛት ፕሊዝ እቲ ትሕቲኡ ዘሎ ከማል ዓሊ ዝብሃል ቀደም በላይ ተትሒዙ ዝነበረ ዳሕራይ ግን ዝከደዐ ዝላክለቀ ኣብ ደንበር ዝቅመጥ ፈጣሕ ደጋፊ ህግደፍ ኣስመራ በጺሑ ምስ ኣወል ሲዒድ ንኩመልኩም ኣብዛ ክልተ ግዜ ኢንተርቪው ዝገበሮ ማለት እዩ

ወርቂ ምስበሃስ ዝነበሮ ኣብራር ዑስማን ድሕሪ እታ ብዛዕባ በረኸት ምውሳኣ ምዝራብ ከም ዝፍለጥ ኣብራር ዑስማን ንሰላሳን ገለን ዓመት ብሓፂሩ ሲ ድሕሪ ነፃነት ሃገሩ ዘይከደ ሰብ ኣብ ስደት ዝነብር ዘሎ እዩ እስከ ነስምዓ ረሓ ሓሊፍና እንታይ ይብሉ ከም ዘለዉ። ብሓፈሻ ቀስ ብቐስ እንዳ ህግደፍ ይማርኽዎ ዘለዉ ይመስሉ። I don't know ኣነ ዝሓለፈ ግዜ ሪኢቶይ እንሄ ሕጂ ውን ሪኢቶይ ይኸበብ እምበር ዋላ ሓንቲ ባዕላቶም ኢዲት ዝገበርዎ ጸርፊ እንተ ዘይኮይኑ እምበር ኢንሳት ዝበሃል ኣይገበርኩን ሕጂ ውን ኣይክገብርን እየ። ብሓፈሻ ኣብራር ዑስማን ብዙሕ ሰብ ንምንታይ ዘኽብሮ እንተ ኢልካ not only በቲ ስነጥበባዊ ስርሓቱ፣

ከም ሓደ ተቓላሳይ ኣነ ኣብራር እወ ከም ሓደ ጅግና ተቓላሳይ ክሳብ ሕጂ እወ ክሳብ ሕጂ እወ ካብቶም ተቓለስቲ ነዚ ንእሽተይ ወለዶ ዝረከቡ እወ ቁልፎም ቁልፎም ዘይፈትሑ ምዃኑ እየ ዝፈልጦ ኣነ ቁልፎም ዘይፈትሑ ተቓላሳይ ምክንያቱ ደሪፉ መዋእል ደሪፉ እንታይ ዝብል እወ እንታይ ዝብል ይደርፍ ነይሩ ኣብራ እንታይ ኤርትራ ባኒ ክትስእን ኤርትራ መዋእላ ኣብ ዕፅዋን ክባን ኣትያ ህዝባ ካብ ኪሎ ሜትር ንኪሎ ሜትር ብወረቐት ንክንቀሳቐስ ይደርፍ ነይሩ እዚ ኩሉ ደርፉ ሃገረ ኤርትራ ሃገረ ኤርትራ ትንፋስ ሲኢና ኢሉ ዝደርፍ ዝነበረ ተቃላሳይ ኢዩ ስዛብ ሕጂ ውን ሕጂ ብዙሓት ኣብዚ ኒኣ ኣይነበርካን ኣብዚ ኣይተኣከብካን ዶ ዶ ዶ ኢልኩም እዚ ካልእ ተምጽኦ ዘለኹም ሰበብ ሓዲግኩም ኣብራር ልዕሌና ልዕሊ እዞም ተቃለስቲ ዝሓልየሉ የለ ዝሕለቐሉ የለ ነብራር ነብራር ዕስማን

ምክንያቱ ንዓይ መምህረይ ፍትሒ ዲሞክራሲ ሓቅነት ምንባር ማለት እወ ኣነ ካብ ኣብራር ተማሂረ ካብ ኣብራርን ካብ ካልኦትን ካልኦትን ካልኦትን ኣርካናት ናይ ኤርትራ

ኣብራር ልዕለይ ዝቐርቦ የለን ናቕፈዮ ግን ኣነ ኣብራር ሰልጠነ ረቲዕኩም ሰልጠነ ረቲዕኩም ኣብራር ኣብራር ኣብራር እታ ዘረባ እንዳሰልጠነ እንዲያ ተላዒላ ወ እንዳሰልጠነ ደው ኢልካ ስከም ሓደ ደላይ ፍትሒ ከማን ወ ከምዚኣ ዝበልካያ ከምዚኣ ርድኢት ዘላትካ ኣብ ልዕለይ ከምዚኣ እያ እስከ ርኸበኒ እዚ ህዝቢ እንታይ ኮይኑ እዩ ዋዕዋዕ ዋዕዋዕ ድብል ዘሎ ኢልካ ኣክንዲ ክትረኽቦ ደሊ ግን ክትረኽቦ ይከኣልካ በቲ ከይድካ በቲኣ ከይድካ ሕጂ ኣብ ኣምፅያ ዘረባ ምስኦም እንታይ ደራኸብ ኣለካ ኣብራር ምስኦም ምስኦም እንታይ ክትራኸብ ኣለካ ያ ያኽ እንታይ ኮንኩም ያኹም ያኽ ያኸ ዝተምሃርኩም ገዳይም ተጋደልቲ ኤርትራውያን ዓበይቲ እዚ ርእሰ ወለዶ ዕዘበኩም ኣሎ ኣብ ስሳታት ኣብ ሰብዓታት ኣብ ሰማንያታት ዝነበረ ታሪክ መን እዩ ኣየናይ እዩ ከይተፈልጠ ተዓማጢጡ ተዓማጢጡ ተዓማጢጡ እወ ሰብዓ ዓመት ገይሩ ሰብዓ ዓመት ገይሩ ስለዚ ከምኡ ክቕፅል ትደልይዎ ኣለኹም ነፍሲ ወከፍኩም ክንነግረኩም እሞ ክንነግረኩም ነፍሲ ወከፍኩም እወ ብኣሉታ ድያ ብኣወንታ ድያ ነዚ መፃኢ ወለዶ ኤርትራዊ እወ ተፃሒፉ ክቐርበሉ እዩ እዚ ህዝቢ እዚ ይእኸሎ ትማሊ ብሃይለ ስላሴ ብደርጊ ብህዝባዊ ግንባር ብዲሞክራሲን ፍትሕን እዚ ሕብረተሰብ እዚ ሓቀኛ ታሪክ ክረክብ ክኽእል ኣለዎ ሓቀኛ ታሪክ ስለዚ እብራር ጥር ኢልካ ከይድካ ኣለካ እብራር እወ

ከም ሓወይ ኣነ ዝብለካ እወ ሎሚ ህዝቢ ኤርትራ ቴስዓ ሚእታዊ ኣብ ደገ ዘለዎ ፍትሓዊ እዩ ብርጌዳዊ ግንባራዊ እዩ ኣበይ ኣበይ ክትጠልምዎ ትኸ ኣበይ ትጠልምዎ ኣለኹም ሕጂ እንታይ ኹም ሕጂ ፍሕት ፍሕት ፍሕት ኣበይ ኹም ትጠልምዎ ዘለኹም ኣበይ ትጠልምዎ ኣለኹም? እዚ ሕብረተሰብ እዚ ኣነ ከምኡ እብለካ ኣለኹ ኣበይ ትጠልመኒ ኣለ ኣበይ ትጠልመኒ ኣለኻ? ኣነ ደላይ ፍትሒ እየ ኣብራር ትፈልጥ ኢኻ እወ ሕጂ ንዚኦም ከይትካ እወ ንዓ ቀይሕ መንጸፍ ክንገብረልካ ኢና ጻዕዳ መንጸፍ ክንገብረልካ ኢና እንተ ደኣ ኢሎምኻ እወ ኣነ ከም ብሸለ እብለካ ኣለኹ ባዕልኻ ባዕልኻ ኣብ ምሻንቆቋ ናይ ህግደፍ ኣይትእቶ ኣብ እርጋንካ ዓቢኻ ኢኻ እወ ታሪኽካ ኣማሓይሽካ ሕለፍ ኣብራር ሓንቲ ሕጂ እወ ኣብዛ ኣብዛ ኣብዛ ኣብዛ ኣብዛ ልሳን ናይ ኤርትራውያን ኣብኣ ከይትካ ምስ ተፈታዊ ነዚ ህዝቢ እዚ እንታይ ማለትካ ኢኻ ተስፋ ቆሪፀ ኣነ ኢኻ ትብል ዘለኻ ተስፋ ግን ከመይ ትቆርፅ ትቆርጽ እዚ ንእሽተይ ወለዶ ክልተ እግሩ ኣብ ቀርኒ ኣፍሪቃ ረጊጹ ኣብ ጎደቦ ዓዱ እንዳተቐላቐለ ብርሃን እንዳረኣየ ዓሌትላ እዚኣ ሕጂ ሎሚ ካብ መሸንቆቓ ሂብኩም ንእስያስ ከተውፅዎ ትደልዩ ኣለኹም በዓል ኣብራር ስለዚ ስለዚ ረቲዐኩም ኣሎ እዚ ወዲ ረቲዐኩም እዩ እንታይ ማለትካ ኢኻ ግን እወ እታ ሰበብ ብኣኻ ዝመፀት ስለ ዝኾነት ሎሚ ዓለም ምሉእ ኤርትራዊ ዝዛረበላ ዘሎ እወ መፂኻ ኣብዚ እሂን ብሂን ክትበሃል ምዝ ህዝቢ እወ ኣነ መፀዋዕታ ገብረልካ ኣለኹ በዚ ኣጋጣሚ
በቲ ኣብ መትከሉ ማለት እዩ ካብቶም ከም በዓል በረክ ንግስኣብ ናይ ጀብሃ ነይሮም ስለዚ እወ ዓዲ ከይዶም ከዓ ኣነ ክብለኩም እወ ኣነ ክብለኩም ኤርትራ ናይ እወ በረኸት ንዓይ እወ በረኸት ንዓይ እወ ከም ሓደ ኤርትራዊ እዩ ኣብራር ንዓይ ከም ሓደ ኤርትራዊ እዩ ኣብቲ ኣነ ዝሕለፍኮ ሂወት ታሪኮም ግን ወ ኣሉታን ኣወንታን ኣለዎም ክልቲኦም ከም ሰብ ኣሉታን ኣወንታን ኣለዎም ኣሉታን ኣወንታን ኣለዎ እዚ ወ መፃኢ ወለዶ ወ እዚ ንእሽተ ወለዶ ወ ክፀሓፈሉ እዩ እቲ ሓቀኛ ታሪክ ፅባሕ ነዚ ንእሽተ ወለዶ ክግለፀሉ እዩ በረኸት ንዓይ ከም ሓደ ኤርትራዊ እወ ከም ሓደ ኤርትራዊ ቅድሚ ናፅነት ታሪኹ ጽቡቕ እዩ ንዓይ ምክንያቱ ንእስነቱ ንእስነቱ ንእስነቱ እወ ንስለ ኤርትራ እወ ደይምስሉ መሲሉ ኣብራር ትማሎ ከምኡ ደይምስሉ መሲሉ እሞ ኣብ ሓደ ጋንታ ከምኣን ኣብ ሓንቲ ጋንታ እንታይ ዳ ኣፈላለዮም

እንተ ተመሪኖም መን እዩ ኣሉታ ዝበዝሖ መን እዩ ኣወንታ ዘለዎ እወ ዝበዝሖ እወ ህዝቢ ኤርትራ ክፈርዶ እዩ ስለዚ ስለዚ ትሚልኩም ትሚልኩም ላዕባ ኣይትግበሩ እወ ኣብራር ኣብራር ኣብራር ኣብራር መፂኻ ኣብዛ ልሳን ናይዚ ውፅዕ ህዝቢ ኤርትራ እወ እሂን ምሂን ተባሃል ምስ ህዝብኻ እምበር ብኣኻ ክንደይ ሽቁጥ ኣለዉ ኣብራር ሓወይ ብኣኻ ክንደይ ሽቁጥ ኣለዉ ክንደይ ሸቃጦ ዶ ከምዚ ዶ ከምዚ ዶ ጅግና ኢኻ ጅግና ኢኻ እወ ግን ኣብ ሎሚ በፂሕኻ ግን እወ ኣብ ሎሚ በፂሕኻ ግን እወ እታ ቁልፊ ናይ ኣቦታትካ ከይትፈትሓ ቁልፊ ናይ ኣቦታትካ ከይትፈትሓ እዚኣ ክብለካ ካብ